ኦከይ ሶ ናይ ሎማዓንቲ ክላስ ንሪኦ ሃው ዘ ቶፕ ፋይቭ ፐርሰንት ቲንክ ኤንድ ኣክት ፋይቭ ፐርሰንት ዝበሃሉ ኣብዛ ዓለም ምሽ ዶ ወይ ድማ እቶም ነዚ ዓለም ዘኺልዋ ዘለዉ ድዮም ወይ ኣብ ከባቢና ድዩ ወይ ኣብ ዓድና ድዩ ኣብ ዝኾነ ቦታ ብዙሕ ዲፍረንት እዩ ዘሎ ብዙሕ ፍልልይ ኢና ንርኢ ገለ እዚኦም ውፅኢታውያን ሰባት ኣለዉ ገለ ከዓ ውፅኢታውያን ዘይኮኑ ሰባት ኣለዉ ማለት እዩ እንታይ እቲ ፍልልይ ንሕና ከ ከመይ ጌርና ኢና እቲ ጎዲሉ ዘሎ ከነማዕብሎ ንኽእል ኦኬ እቲ ዝዓበየ ነገር ዝፈልየና ካብቶም ዕዉታት ወይ ድማ እቶም ዕዉታት ዝበሃሉ ሰባት ዕዉት ማለት ኩሉ ሰብ ነናቱ ዴፊኒሽን ክህልዎ ይኽእል እዩ ግን ኣዝሎንግ ንሓደ ነገር እንታይ ከም ትደሊ ፈሊጥካ እንድሕር ተበጊስካ ወይ ድማ ኣብቲ ጉዕዞ እንድሕር ኣለኻ ኮንካ ወይ ድማ ነቲ ጉዕዞ እንድሕር ወዲእካዮ ዩ ኣር ዕዉት ማለት እዩ ንኣብነት ኣደ ንፍዕቲ ኣደ ክትከውን እንድሕር ደሊኺ እንድሕር ኣደ ንፍዕቲ ኣደ እንታይ ትገብሮ እንድሕር ተፅንዕልኺ ኮንኪ ዩ ኣር ዕውት ማለት እዩ ጋዝ ስተሽን ድሕሪ ምኽፋት ከይኑ ዕላማኻ ኣብታ ጋዝ ስተሽን ከመይ ትሰርሕ ከመይ ጌርካ ንዓ ራን ትገብራ ከመይ ጌርካ ናብ ዝዓበየት ወዝዳ ወይ ድማ ኣብታ መገዲ ንዓ ንዓ ንሕራ ኣለኻ ናብኣ ንሕራ ኣለኻ ኮንካ you are ዕውት ማለት እዩ so it doesn't mean ሚልዮን ዶላር ክህልወካ ዕወት ወይ it doesn't mean ካሊእ ነገራት ማለት እዩ ስለዚ ሓደ ዕውት ንብሎ ሰብ ብናተይ ዲፊኒሽን ኣትሊስት እንታይ ከም ዝደሊ ብግቡእ ዝፈልጥን ነቲ ዝደልዮ ከዓ ናብቲ ዝደልዮ መገዲ ዝኸይድ ዘሎ ወይ ድማ ዝጓዓዝ ዘሎ ሰብ እዚ ይዕውት ማለት እዩ ድሌትና በበይኑ ክኸውን ይኽእል እዩ ከምቲ መልክዕና ድሌታትና ዓቕምና ክእለትና በበይኑ እዩ ማለት እዩ ሓደ ነገር ዘይከሓድ ነገር እንተሃልዩ ግን ኩላትና ኣይኮነን ዶ ኣቨሬጅ ሰባት እትዮም ዳሃየስ ዕውታት ዝበሃሉ ነዚ ዓለምና ብዙሕ ዘፍረዩ ነገራት ወይ ካም ኣብኣ ተሓስቦም ክመፅእ ከሎ ኣእምሮኦም ሲ ካብ ዓሰርተ ፐርሰንት ንታሕቲ እዮም ዝጥቀምሉ ጌና እሶም ከማንሲ ተስዓ ፐርሰንት ኣይተጠቀሙን ኣለዉ ኣእምሮኦም ማለት እዩ ዋት ኢፍ ኣብ ታሕቲ ዘሎ ሰብ ከ ክንደይ ይጥቀመሉ ኢልና ንሓስብ ክንደይ ንጥቀመሉ ኣለና ኢልና ንሓስብ ኣእምሮና ካባና ዝፈልዮም ወይ ድማ ካብ ብዙሕ ነገር ካብቲ ሓደን ካባና ነገራት ፍልይ ኣቢሉ ዘርእዮም ወይ ድማ ኣጉሊሑ ዘርእዮም ነገር እንተሃልዩ ኮይኑ the way how they think ማለት እዩ ዝሓስብዎን ኣክት ዝገብርዎን ማለት እዩ ተድልዮም ነገር ዋዕል ሕደር ዝበሃል የለን ሓሳባትካ ኩሉ ግዜ ሓሰብቲ እዮም ማለት እዩ ስለዚ ሓሰብትን ኣተግበርትን እዮም ስለዚ ኩሉ ሓሳብን ኣተግባርን ዝኾነ ሰብ ዕውት እዩ ኩሉ ግዜ ከዓ ካብቲ ኣብ ከባቢኡ ዘሎ ኣብ ከባቢኡ ዘለዉ ሰባት ዝነብሩ ሰባት ጠብለል ኢሉ ይረአ ማለት እዩ ንሕና ካሎ መዓንቲ ሓሰብትን ኣተግበርትን ዜና ሳምታይምስ ገለ ሰባት ሓሰብቲ ጥራዮም ሳምታይምስ ኣተግበርቲ ጥራዮም ገለ ሰባት ኣተግበርቲ ጥራዮም ሓሰብቲ ይኮኑን እሞ ጌጋ ተግባራት ይፍጽሙ ወይ ድማ ሪስክ ዘለዎ ይወስዱ ማለት እዩ ገለ ሰባት ሓሰብ ጥራይ ይሓስቡ ጥራይ በቃ ከምዚ ከምኡ ገበርኩ ከምዚ ከምኡ ደልየ ከምዚ እኳ የድልየኒ ምሕሳብ ኩሉ ዓለም እዩ ዝሓስብ ኩሉ ይደልይ ክሓስብ ማለት እዩ ኩሉ ፅቡቅ ነገር ይምነ ወይ ድማ ኩሉ ነገር ተትኾነለይ ይብል ማለት እዩ ግን ሓሳብን ኣተግበርትን እዚኦም ክልተ ነገር እዮም ዝፈላለዩና ማለት ካብ ኩሉ ሰብ እዚኦም ዕውታት ዝበሃሉ ሰባት ብምንታይ እዮም ዝሓሹ ወይ ድማ ብምንታይ እዮም ዝፍለዩ ካብ ካልኦት ሰባት ምስ ትብሉ በተሓሳስባኦምን the way they think and act ዝገብርዎ ከ ማለት እዩ ሓሰብትን ኣተግበርትን እዮም ማለት እዩ ስለዚ there is busy and there is productive so ኩሉ ሰብ ቢዚ ነብለኩም ትደውለለ ቴሌፎን ኦ ቢዚ እንደ ከይነ ከምዚኣ ደ ትገብር ቢዚ እንደ ከይነ ከምዚኣ ደ ትገብር ቢዚ እንደ ከይነ ኩሉ ግዜ ቢዚ ዝብል ቃል ትሰምዑ ዶ ብዝሒ ብፍላይ ኣብዚ ደግን እንትያ ቢዚ ኩሉ ሰብ ቢዚ ዝብለካ ሕጉዝ ዲኻ እንድሕር ኢልካያ ግን ሕጉዝ ከዓ ኣይኮነን እሞ ንምንታይ ዳካ ቢዚ ዘለካ እንድሕር ኢልካዮ ከይሓሰበ ሰለ ኣክት ዝገብር ዘሎ ገለ ሰብ ከኣ ስትረስ ጸንሓልኒ ይገብር ጸንሓካ እንታይ ኮንካ እንተበልካዮ ሓሲቡ ጥራይ ይድቅስ በቃ ከምዚ እኳ መድለየ ነይሩ እዚ እኳ መድለየ ነይሩ ከምዚ እኳ ገብረ ሓሲበ እየ ኮሌጅ እኳ ከይድ ሓሲበ እየ እዚኣ ቢዝነስ ክጅምራ እኳ ሓሲበ ግን ናይዚ ዓዲ ነገር ከምዚ ኣሎ እንዲ ከምዚ መሊሱ ኦብጀክሽን ኣምፂእካ መሊሱ ነቲ ናቱ ሓሳብካ እንታይ ገብሮ ይድርቶ ማለት እዩ ስለዚ ቢዚ ንኸውን ዘለና ኣብቲ ንሕና ንደልዮ ኢና ቢዚ ዘለናስ ወይስ ኣብ ካሊእ ኢና ቢዚ ዘለና ስለዚ ትሰርሕ እንድሕር ኣለካ ኮይንካ ፕሮዳክቲቪቲ እዩ ዘለወካ ማለት ወይ ድማ ፕሮዳክቲቭ ኢካ ትኸውን ኣፍራይ ኢካ ትኸውን ማለት እዩ ስለዚ ኣፍረይቲ ዲናስ ወይስ ቢዚ ከም ናቲንግ ሓዳር ግዜ ንዘይ ርብሓካ ነገር ቢዚ ክትከውን ትኽእል ኢኻ ማለት ወይ ድማ ብዘይ ርድኢትካ ብዘይ ኣፍልጦኻ እንታይ ትገብር እቲ ዘይምለስ ኢነርጂኻ ኢንቨስት ትገብሮ ኢኻ መቸም ኣብዚኣ ከለና ሕጂ ኣብዚኣ ኣተኩሮ ሂብና ንሰርሕ ኣለና ራይት ኣተኩሮ ኩለኹም ምስ ኣተኩሮኹም ይኹም ኣለኹም እዚኣ ምሳይ ምሽ ኣለና ሓሳብ ምሳይ ኣለኹም ኩለኹም ኢት ሪኳየር ኢነርጂ ሕጂ ኣሱን ናባይ ኣተኩሮ ከም ዝገበርኩም ኣሱን ኣዚ ሓሳባተይ ዝተቐበልኩሞ ንሓሳባተይ ክትሳለሰሉ ዝጀመርኩም ኢነርጂ ናትኩም ኢንቨስት ገርኩም ኣለኹም ማለት ድሕሪ ኣትሊስት ሓድሽ ሓሳብ ክመፅኣኩም እዩ ወይ ድማ ካልእ ነገር ክኸውን እዩ ማለት እዩ ስለዚ ኣብ መዓልታዊ ህይወትና ፕሮዳክቲቪቲ ፕሮዳክቲቭ ዲና ወይስ ቢዚ ጥራይ ኢና ዘለና ኩላትና ንገዛእ ርስና ክንሓቶ ዘለና ሕቶ ቀዳመይቲ ማለት እዩ ኩላትና ንጎይና ሸሞንተ ሰዓት ዓሰርተ ሰዓት ዓሰርተ ክልተ ሰዓት ግዜ የብለይን ንብልና ማለት እዩ ግን ኣበይ ናብ ቢዚ ዘለና ነዚ ቢዚ ዝብል ቃል ከ ብኸመይ ኢና ክንልውጦ ንኽእል ብፕሮዳክቲቪቲ ወይ ድማ ብፈረያምነት ማለት እዩ ከነፍሪ ምስ ንኽእል ማለት እዩ ካልእ እቲ ናይ ሓሳብትን ናይ ተግባርን ዝበልናዮ ማለት እዩ ቀዳማይ ከመይ ክትሓስብ ሕሰብ ማለት እዩ ከመይ ከም ንሓስብ ሓሲብኩም ክፍልጠኩም ዶ መቸም ኣብ ካናዳ ምስ ከርካ ከመይ ጌርካ ገዛ ትካረ ከመይ ጌርካ ቢዝነስ ተውፅእ ከመይ ጌርካ ገለ ትገብር ከመይ ጌርካ ሓዳር ትገብር መርዓ ሰበይቲ ምስ መፀት ከመይ ክገብር ቆልዓ ምስ መፀ እንታይ ክገብር ኢልና ንሓስብ ኢና ራይት ከመይ ከም ንሓስብ ክሓሲብና ፍለጠና ዶ

ዝኾነ ሰብ ቢዚ ዝብለካ ቢዚ ኣር ሌዚ ኩሉ ግዜ ዛትስ ዋት ዴይ ሰድ ኣብ ጻዕዳን ዓለም ኩሉ ቢዚ ዝብል ሰብ ኢዝ ሌዚ ምክንያቱ ዴይ ፎካስ ኣብቲ ዲፍረንት ነገር ኣብቲ ቢዚ ክክወኖ ዘይግብኦ ነገር ፎካስ ስለ ዝገብር ወይ ድማ ኣድህቦ ኣብኡ ስለ ዝገብሮ እንታይ ይገብር ኣሎ ቢዚ ፎር ናቲንግ ወይ ድማ ቢዚ ሌዚ ክልቲኡ ይስመ ማለት እዩ ስለዚ ቢዚ ኮንካን ትሰርሕ ኣለኻ እኮ ትሰርሕ ኣለኻ ግን ኣብ ዘየድልየካ ለይዚ ኮንካን ሶሪ ትሰርሕ ኣለኻ እኮ ልዕሊ ዓቕምኻ ከማን ትሰርሕ ኣለኻ ግን ኣብ ዘይስርሖ ቦታ ትሰርሕ ኣለኻ ስለዚ ቀዳማይ ክንቅይሮ ዝግባእና ኣተሓሳስባና ማለት እዩ ወይ ድማ ሓሳባትና ሓንቲ ወይ ክላስ ነይራ ነይሮም ኣብዘይ ሓለፈት ሕቶ ዝተላዒላ ኣብዚ ሕቶ ምስ በለስ እሞ ሰብ ከነገልግልስ ብኸመይ ኢና ክንረክብ ኢሎም እቲኣ ዝዓበየት ሕቶ ኮይናቶም ኩሎም ሰብ ክነገልግል ንሕኮይና ሰብ ብኸመይ ኢና ክንረክብ ሕጂ ዋት ኢፍ ነዚኣሲ ኣነ ከገልግል ንሕር ኮይነስ ሰባት ኣብ ክንዲ ብኸመይ እየ ክረኽቦ ወይ ኣብ ክንዲ ክረክብ ይኽእል ድያ ኣይክእልን ኢልካ ትጠራጠር ዋት ኢፍ ሰባት ሲ ከም ሰርቪስ ዘድልዮም ነገር ብኸመይ እዮም ክረኽብዎ ዝኽእሉ ወይ ድማ እቲ ሰርቪስ ዝገብር ሰብ ኣብ ከመይ ክህሉ ዘለዎ ኢልካ ንድሕር ቀይርካ እንታይ ትኸውን እያ ኣትሊስት ኣበይ ከም ትኸውን ቦታኻ ትነገረካ ትኽእል እያ እቲ ሓይሊ ካባኻ ንድሕር ኣውፂኻዮ ኣይምለሰካን እዩ ኣብ ክንዲ ሚካልስ ብኸመይ ሕራይ ትብለኒ ዝብል ኣነሲ ሰባት ብኸመይ እዮም ንዓይ ሕራይ ክብሉኒ ዝኽእሉ ወይ ድማ ኣነስ እንታይ ዝደሊ ፈልጥ እየ ምሽ ሰባት እንታይ ከም ዝደሊ ንፈልጥ ኢና ኩላትና ኩላትና እንታይ ከም ደሊ ንፈልጥ ኢና ነቲ ዘሎ ብቀዳማይ እንታይ ኢልና ነርና ጎደሎ ዘሎ ነገር ርኢኻሲ ምልኣየ ኢልና ነርና ራይት ስለዚ ነቲ ጎደሎ ዘሎ ኣብ ሓሳባትና ማለት እዩ ስለዚ ከመይ ከም ንሓስብ ካብ ሎማዓንቲ ልክዕ ከምቲ ጽባሕ እንታይ ክንበልዕ ኢና ድሕሪ ጽባሕ እንታይ ክንሰቲ ኢና ወይ እንታይ ክንክደን ኢና ኢልና ንሓስብ እዚ ዝሓስቦ ዘለኹ እንታይ እዩ ዝሓስብ ዘለኹ ኢልና ክንሓስብ ወይ እንታይ ዓይነት ሓሳባት እየ ዝሓስብ ዘለኹ ኩሉ ግዜ ማለት ክሳብ ብድቁስና ክሳብ ዘይደቀስና ክሳብ ንቑሓት ዘለና ኩሉ ግዜ እንታይ ክንሓስብ ኣለና ማለት እዩ ኢብን ክንድቅስ ከለና ከይተረፍና ይነዋት ኣእምሮይ ለይቲ ብዛዕባ ከምዚ ሕሰብ ኢልካ ድያ ናይ መወዳእታ ኣላርም ገርና ክንድቅስ ኣለና ምክንያቱ ሙሉ ለይቲ ንዕኡ ፕሮሰስ ክገብር ክሓድር ኣብ ክንዲ ሓራሪ ዝተሓልም ምሽ ሃጠው ጠው ጠው ትብል ትሓድር ምሽ ምክንያቱ ኣእምሮ ኣይሃብካያን ዳይረክሽን በቃ ሙሉ መዓልቲ ስእልታት በቲ ዝመፀ በቲ ዝመፀ ሙሉ መዓልቲ ኣብኡ ክሓዋውሰ ይውዕል ማለት እዩ ኣይኮነን ዶ ህያውያን ከለና ኢቭን ድቁሳን ከለና ወይ ድማ ሞት ምሽ ተምሳል ናይ ድቃስ እዩ ሶሪ ድቃስ ተምሳል ናይ ሞት እዩ ኢቭን ኣብኡ ከሎና ከማን ቅድሚ ምድቃስናሲ ሓሳባት ንኣእምሮና ወይ ክድቅስ ከም ዘለዎ ሓሳባት ድ ዋት ኤቨር ንደልዩ ነገር ሂብና ከነደቅሶ ኣለና ምክንያቱ ንዕኡ ፕሮሰስ ክገብር ክሓድር ስለዚ ኣእምሮና ክልተ ክፋላት ዝሓዘ እዩ ሳብኮንሽስ ኤንድ ኮንሽስ ማይንድ ማለት እዩ ንቑሕ ኣእምሮ ትሕቲ ንቑሕ ኣእምሮ ኣለና ዳሓዳሓደ ግዜ ምስ ከድናሲ ዱካን ንኸይድ እሞ ንብረት ንገዝእ። ኣብቲኣ ኣብ ካሸር ክንከፍል ምስ በጻሕና፣ ገለ ብውሽጥና ግደፍ! ግደፍ! ኣየድልየካን እዩ! ግደፍ! ኢልናሲ ካይ ገዛእና ዝተመለስናሉ ግዜ ኣለናዶ? That's a subconscious mind ማለት እዩ። Because you know ጌጋ ምዃኑ። ይነግረካ ኣሎ ጌጋ ምዃኑ። ሕጂ ሚልክያ ክትከይድ እውን ትኽእል ኢኻ ማለት እዩ። And the same conscious mind ከኣ ኣለካ ማለት እዩ። እቲ ኮንሽስ ማይንድ እቲ መዓልታዊ እቲ ኩሉ ግዜ ትገብሮ ማለት እዩ ብሽክለታ ዝውር ሰብ ኣለና ሚካኤል ብሽክለታ ዝውር ድኺ ኣይዝውር ንኺ ኦኬ ሳላም ከ ብሽክለታ ዝውር ንኺ ቲንክ ደቂ ኣንስትዮ ይዝውራ ነን ምስለኒ
ዝውር ዝውር ኢኺ ኦኬ ሰው መዓስ ሰላም ኢልኪ ሰላም ብሽክለታ ቅድሚ ክልተ ዓመት መይ ቅድሚ ክልተ ዓመት ኦኬ ወደ ባት በሪሁ መዓስ ብሽክለታ ተላሚድካ በሪሁ
ዋይ ቆልዓ ከለኹ ቆልዓ ከለኻ ራይ መጀመርታ ክትላመድ ከለና መጀመርታ ዝክረ ዶ ከመይ ኢልካ ትጥምት ነርካ ዋ
ሒዞም ኣላሚዶምና ዳሓር ግን ስቲል ድሕሪ ዓሰርተ ዓስር ዓመት ሲ ወላ ኣብ ካናዳ መፅኻ ኣይረሳዕካን ምሽ ትብልካ ዝውራ እወ ዋላ ሕጂ ዝወረ ሳይክል እውን እፈቱ እየ።
ኦኬ የስ ምልማድ ኣየድልየካን እዩ እዚ እንታይ እዩ ሓንሳብ ኣብቲ ሳብ ኮንሽስ ማይንድ ኣእምሮኻ ምስ ሓዞ ዳስ ኢት ኣብኡ ሰፊሩ ትሰንዩ ድዩ ኣይከድን እዩ ሶ ብካሊእ ኣዘራርባ ኩሉ እቲ ሳብ ኮንሽስ ማይንድ ናትና እንታይ ዝገብር ከዛን እዩ እቲ መዓልታዊ ንብ ሓሳባትና ይኽዝኖ ኢዳ ዝማረር ሕማቕ ኹን ፅቡቕ ኹን ንዓኻ የገድሰካ ዶ ኣይገድሰካን ብዘየገድስ ኦኬ እዚ ብምሉእ ተኸዚኑ ኣሎ ማለት እዩ እቲ ሳብኮንሽስ ከኣ ነቲ መዓልታዊ ነገራት ንኣብነት ሓደ ሰብ ጽርፍ ምስ ኣበለካ ቀልጢፍካ ክትምልሰሉን ዘይክትምልሰሉን ዕድል ኣለካ ናይ ገለ ደቃይቅ ዕድል ኣለካ እቲ ሓሳብ ንድሕር ተቐቢልካዮ መቸም ሓደ ጽሉል ጸሪፍካ ትጻርር ትሓርቕ ዲኻ ኣይተሓርቐና መሽ ጽሉል ጸሪፎ ዝሓርቕ ሰብ ኣሎ የለን ራይት ምክንያቱ ኦልሬዲ ጽሉል ኢልካ ስለ ትምዝግቦ ማለት እዩ ኦረዲ ኣብ ሳብ ኮንሽስ ማይንድና ሲ ኣብቲ ሚሞራይዝ ንገብረሉ ቦታ ዊኣር እንታይ እንታይ ገርና ኣሚጥና ኣለና ፀሉል ኢልና ኣሚጥና ኣለና ሓደ ጥዑይ ምስ ኢሉ ኣታ ወዲ ከምዚ ወይ ወዲ ገለ ተትብለካ ግን ምሰሓብካሉ ማለት እዩ ምክንያት ንምንታይ ንዕኡ ሰባት ክፀርፈካ ከለዉ ሕረሞም ስለ ንብል ኦኬ ጎሄድ ምሕረት ትሕተለክ ምስለኒ ሰላም ከመይ ውዒልኩም ናተይ ሕቶይ ክስተይ ክትገልፀለይ ትኽእል ብትግርኛ ማለት እዩ ኮንሸስ Conscious ማይንድ እንሳ ኤንድ yes ያ ሕጂሲ ቆ- እሳ ኩሉ ግዜ የንብብ እንደ ብዛዕባ ዋላ ይሰምዕ ኣውድዮ ገለ ግን እህ፣ ስፐሲፊክሊ ገለስ ክ ኣይተረዳእኳን ኣለኹ እታ ክስታይ እታ ቀንዲ እታ ሳብ ኢዝ ወደ ሳብ ኮንሸንስ ትርዳእኒ እንዲ ወደ ሳብ ትሕቲኡ ድዩ ልዕሊኡ ትሕቲ ነው ቁሩብ ከይ ኣእምሮ ኦኬ እ? ሳብ ኩሉ ግዜ ታሕተዋይ ምሽ ዶ ታሕተዋይ ክፋል እዩ አ ሳብ ኮሚቴ ገለ ንብል ምሽ ኮሚቴ ሳብ ኮሚቴ ሳብ ዞን ገለ ኢልና ንፅውዕ ምሽ ኩሉ ግዜ ክሳብ ኩሉ ግዜ ትሕቲ ማለት እዩ ሶ ዊ ሃቭ ንቑሕ ኣእምሮ ኤንድ ዊ ሃቭ ትሕቲ ንቑሕ ኣእምሮ ማለት እዩ ውነን ትሕቲ ውነን ማለት እዩ ውነን ትሕቲ ውነን ካብ ካልእ ኣዛረባ ወይ ከዓ የስ ውነን ትሕቲ ውነን ማለት እዩ ኦኬ ሶ ስለዚ ኩሉ ግዜ እንታይ ኮይኑ ኣሎ በቲ ሰድኣብ ዝገበርና ብኡ ኢና ራን ንገብር ዘለና ኣልሞሲ ዳርጋ ሂወትና ብምሉእ ብኡ ራን ትኸውን ዘላ ሕጂ ዳትስዋይ እዩ ኩሉ በዚ ራን ገር መሊእኻያ ሰለ ዘለኻ እምነትና ኣብ ቢዝነስ ክመጽእ ከሎ ኩሉ ግዜ ጥርጥር ኣብ ገለ ክመጽእ ከሎ ጥርጥር ኣብ ገለ ክመጽእ ከሎ ኩሉ ግዜ ፍርሓት ኣሎ ምሽዶ ምክንያቱ ሓሲብካ ይክንካ ንዛርብ ዘለካ ኦረዲ በቲ ቀደም ዝተመልአ ወይ ድማ ቀደም ሰባት ዝነገሩካ ብኡ ኢካ ትዛረብ ማለት እዩ ዝበዝሕ ሰብ ገንዘብ ሓጢኣት ይብለካ መን ኢልካ ንሕልካዮ ንገንዘብ ኢልካ እዩ ዝጎይ ዘሎ ቀደም ብገለ ነገር ኣብቲ ከባቢ ወይ ኣብቲ ዓዲ ወይ ብገለ ዝተነገረ ዘረባ ዝተሰማዓ ዝሓዛ ንዓኣ እዩ ሒዝዋ ዝነብር ዘሎ እዚ ናትካ ሓሳብ ዲካ እንተልካ ን ናቱ ኣይኮነን ማለት እዩ ስለዚ እቲ ሳብኮንሽስ ክልቲኦም የድልዩና ክልቲኦም ኢና ንጥቀመሎም ግን ነቲ ሳብኮንሽስ ማይንድ ናትና ንዑ ካይተቐየረ ምፀር መፅሓፍ ቅዱስ እንታይ ዝብሎ ወዲ ሰብሲ ነቲ ኣብ ልቡ ዘሎ እዩ ዝነብር ምሽ ወይ ድማ ነቲ ኣብ ልብና ዘለና ኢና ንገብር ዳስ ሳብኮንሽስ ማይንድ ማለት እዩ ነቲ ከዚናሉ ዘለና ንዕኡ ክንቅይሮ ኣለና ንቅይሮ ካብ ዘይከነስ ክንትክኦ ኣለና ክትቅይሮ ትክእል ኢካ ጸሮሊ ዳታ ከይኑ የብኡ ተመዝጊቡ እዩ ግን እንታይ ክንገብሮ ኣለና ግን ከም ብሓደሽ ክንትክኦ ብካሊእ ገርና ማለት እዩ ሓድሓደ ግዜ ዝክርዶ ወዲ ኣርባዕተ ዓመት ከለካ ዝገበርካዮ ነገር ሃንደበት ትዝ ይብለካ ገለ ነገራት ዝዘኻኸር ነገር ምስ ገበርካ ይመፃና ማለት እዩ ስለዚ ኣእምሮና ኩሉ እቲ ሓሳብ ንእትዎ ዘዘድልዩና ሓሳባት እንድሕር ኣቐሚጥናሉ ዘዘድልየና ውፅኢት ክንረክብ ኢና። ዘየድልዩና ሓሳባት እንድሕር ኢትናሉ ከዓ ዘየድልየና ውፅኢት ክንረክብ ኢና ማለት እዩ። ነዚ ክንቋፀሮ እንድሕር ከይና ንሓሳባትና ክንቋፀሮ እንድሕር ከይና እንታይ ክንገብር ኣለና ኣናለቲክ ማይንድ ወይ ድማ ፀብፃባት ናይ ሓሳብና ነዚ መዘለ ሓሳብሲ ኦኬ ናበይ ዝሓስብ ዘለኹ ዝሓስቦ ዘለኹ ሓሳባት እንታይ እዩ ኢልና መዓልታዊ ክንግምግም ማለት እዩ። በቃ ሓንሳብ ሪላክስ መዲቴሽን ዲና ማይንድፉል መዲቴሽን ዲና ዋት ኤቨር ክንገብር ብዝደለናዮ ነገር ጌርና እንታይ ክንገብር ኣለና ክንሓስብ ኮፍ ክንብል ኣለና ማለት እዩ ምክንያቱ ተመሊእና ኢና ንኸይድ ዘለና ናትና ኣይኮነን ኢብን ስምና ሲ ስሙ መን ኣሎ መሪፅ ዘውፅእ ስም ኣሎ ሰብ ኣብዚ ስምና ቋንቋና ክንምሃሮ ዘለና ኩሉ ነገር ሲ ተመሪፅልና እዩ ተቐሚጥልና ዘሎ ናትና ምርጫ ኣይኮነን ማለት እዩ ብዝያዳ ኣብ ዲ ፕሮግራሚን ትብል ትምህርቲ የዳለዋ ኣላ ቲንክ ኔክስት ዊክ ዳ ወይታ ወይ ትላትና ዳንኤል ዝደለዋ ከመይ ገና ንዑዲ ፕሮግራሚን ከምከም ንገብሮ ብዝያዳ እቲ ኣኽላ ፅቡቅ ገና ክትበርሃልና እዩ ማለት እዩ ግን ሓፈሻዊ እዚ ዘለና ናትና ኣይኮነን ጀስት ሳምዋን ማሕበረሰብ ቤተሰብ ገለመለ ኩሉ ዝሃቡና እዮም ፅቡቅ ኣሎ ዶ የስ መሊኡ ሕማቅ ኣሎ ዶ መሊኡ ማለት እዩ
ሰላም ወሰናይ ማገለ
መርሓባ
ኣብ መንጎ ከይቆርፀካ እንታይ እስከ ክተብርሃለይ ደልዮ ፅቡቅ ገይረ ምስዚ ትምህርቲ እውን ትኸይድ ኮይና ትስማዓኒ ብዛዕባ ኮንሽስ ማይንድ ኤንድ ሳብ ኮንሽስ ማይንድ ዝብላተን ብዛዕባ ተን ክልተ ሓሳባት ብዛዕባ ዝሓፍትና ኣልዒላተን ፅናሓት ግዜ ፈሊኻ እውን ፅቡቅ ጌርካ እንተትገልፀ ኔርካ ሲ በቃ ኣይኖ ኣይዶ ነው ፅቡቅ ኮይኑ ይረኣየ ንዓይ ቁሩብ ክስታይ ኣለኒ ይርዳእኒ እየን ሕጂ ምስ ትምህርትስ ሞር ዝኸዳ ኮይኑ ይስማዓኒ ትጠቃቅመ ብፍላይ በበይነን እንዴነ ሕጅስ ንሰን ቁሩብ ግዜ ፈሊኻ ተትገልፀን ፅቡቅ ነይሩ ቴንክ ዩ ውልዳት ውልዳት ሶ ዳትስ ዋር ሓደ ካብቲ ኣድቫንቴጅ ንዓይ ኣብ ህይወተይ ኣትሊስት ኣትሊስት ሪላክስ ንክኸውን ወይ ድማ ኣብ ዝደለኹዎ ሰዓት ክሕጎስ ኣብ ዝደለኹዎ ሰዓት ድላየ ክገብር ዝገበረትኒ ክላስ እንድሕር ኣሎ ኮይኑ ሓንቲ እቲ ናይ ማይንድ ሰት ክላስ እያ ማለት እዩ ሃው ኣዋር ማይንድ ወርክስ ትብል ክላስ ማለት እዩ ኣእምሮና ከመይ ክንሰርሕ ዝብል ክላስ እንድሕር ርኢኻ ድሕሪኡ ተጨነቐካ እንታይ ትፈልጥ ኢኻ ከም ዝበልኩም ዓንተ ወይ ንምንታይ ፅሉል ፀሪፍና እዚ ንሓረቕ ንምንታይ ሓደ ሰብ ፀሪፍና ንሓረቕ ቢከዝ ረጅስተር ስለ ዝገበርናዮ ፅሉል እዩ ዝልና ረጅስተር ገርናዮ ፀሪፍና ንሓረቐና ኣብ ኣብ ሳብ ኮንሽስ ወይ ድማ ኣብ ትሕቲ ወነናሲ እዚ ጽሉል ኢልና ስለ ነስፍሮ ዘለና ማለት እዩ ሶ ዝኾነ ሓሳባት ክመጻና ከሎ ናይ ቢዝነስ ድዩ ናይ ዕቤት ድዩ ናይ ሓዳር ድዩ ናይ ሪሌሽንሽፕ ድዩ ናይ ሞያ ድዩ ዋትኤቨር ክመጽእ ከሎ ቀዲሙ ዝመጽእ እንታይ ግብረ መልሲ ንቦ መስልኩም ብውሽጢ መፅዩ ኦረዲ ፍርሒ ድዩ ወይ ካልእ ድዩ ተመሊእና ስለ ፀናሕና ትክክል ኣይከውን እዚ ገለ ከምዚ ይከውን ይብለና ማለት እዩ ስለዚ ነዚ ከነራጋግኦ እንድሕር ከይና ሓንሳብ ዝግ ክንብል ኣለና ኩሉ ነገራት ኣውት ገርና ተሌፎንና ደርቢና ገለ ገርና ኮፍ ኢልና we have to talk with ourself ሽዑ ብዙሕ ሓሳባት ክመጻና እዩ ብዙሕ ጫውጫው ክመጽእ እዩ ባት ሓንሳብ ግደፈኒ just hold on hold on ሓንሳብ ደው በል ኢልና ደው ክነብሎ ኣለና ማለት እዩ ሽዑ በብቑሩብ ቀዳማይ እንታይ ንሓስብ ከም ዘለና ክንፈልጥ ኢና እቲ ንሓስቦ ዘለና ነገራት ሰብ ምስ ነገራት ኣሃ ከምኡ ማለት ድዩ ንብል ራይት ከምኡ ንብል ኢና ስለ ዘይተረዳኣና ኣይኮነን እኮ ኣይሓሰብናን እኮ ዋላ ክንምልስ ከለናስ ኣይሓሰብናን ኦረዲ ኣውቶማቲክ ስለ ዝጸንሐ እዩ በቃ ንጎ ትስእ ኢልካ መቸም በቃ ኣጣጢሑ ሪኡ ጫማ እግረይ ካይጋገ ሸበጠይ የማናይ ጸጋማይ ኢሉ ዝለብስ ሰብ ኣለና ድዩ የልቦን ራይት ኩሉ ሰብ ንጎ ትስእ ኢሉ ጫምኡ ፈልጣ ኣበይ ከም ዝሓደት ኣውቶማቲካሊ በዓል ፍጻመ ምስ ኢሉ ጫምኡ ለቢሱ ሸቃ ክኣቱ ከለ መብራህቲ ከኣ ናይ ደካኒ ፈልጣ ኢኻ ኮልጌት ትገብር ከለና ንፈልጦ ኢና ቢካዝ ሰድ ኣብ ከይኑ እዩ እዚ ስለዚ ኩሉ ውሳነ ንውስነ ሽዑ ካብኡ ኢና ዲፕሮግራም ክንከውን ማለት እዩ ስለዚ ቀዲምና እንታይ ንሓስብ ከም ዘለና ክንሓስብ ኣለና ማለት እዩ እንሓስቦም ዘለና ቀዳማይ መዓልቲ ዝክር ንሕር ኮንኩም ዝበዝሐ ሰብ እንታይ ዝገብር ብዛዕባ ውዱቃት እዩ ዘፅንዕ ብዛዕባ ዝወደቁ ሰባት እዩ ዘፅንዕ Yes ዝወደቑ ሰባት ፍለጦ፣ ጠንቆም ፍለጦ፣ መታ ንዓኻ ጠንቅኻ ከይከውን፣ እንተዘይኮይኑ ግን ንስኻ ብዛዕባ ዕዉታት እንድሕር ኣጽኒዕካ ዕዉት ክትከውን ኢኻ፣ ወይ ድማ ኣትሊስት ከምቲ ብቐዳማይ ዳንኤል ዝብሎ ዝነበርስ ሓዳር ክትገብር እንድሕር ደሊኻስ ካብ ሓደ ዝተፋትሐ ሰብ ኣይትገብር ኣይትሓትትን ኢኻ ምኽሪ ራይት ኣንለስ ስለምንታይ ተፋቲሑ እንድሕር ጠንቅታቱ ፈሊጥካ ንዑ ንኸይትደግም ክትገብር ዘይክንካ ማለት እዩ ንዑ ከይትደግሞ ክትጥንቀቕ ኦኬ ስለዚ ካብ ሎማዓንቲ እቲ ንሓስቦ ዘለና ሓሳብ ናትና ድዩ ናትና ኣይኮነን፣ ሓቂ ድዩ ሓሶት ኢልና ቁሩብ ከነመምዮ ኣለና ማለት እዩ። ኦኬ እብዚኣ ተራዳዲና ቨሪ ኢምፖርታንት because we should understand this ከመይ ከም ንሓስብ ንሕር ዘይፈሊጥና ኩሉ ዘዝመፀ ሓሳብ ኩሉ ዘዝመፀ ነገራት ኣብ ርእስና ክኣቱ እዩ ኤንድ ሓቂ ከይኑ መስለና እዩ ዘይተደልየ ነገር ክሳ ንክንውስድና ማለት እዩ ኤንድ ጠንቂ ናይ ኩሉ ነገር ከዓ እቲ ሓሳብ ቀዳማይ ዝኣቱ ዘሎ ሓሳብ እዩ ካሊእ ኩሉ እቲ ውፅኢት፣ እቲ ንውስኖ ውሳነታት፣ እቲ ኣክሽናት ብምልኡ ጠንቂ ካብቲ ቀንዲ ሓሳባት ሰለዝመፅእ እዩ ማለት እዩ። ስለዚ እንታይ ከመይ ከም ንሓስብ ንሕሰብ ወይ ድማ እንታይ ንሓስብ ከም ዘለና ክንሓስብ ኣለና ማለት እዩ። ኦኬ ሶ እዚኦም ንረኣዮም እንታይ ኢልና ነርና ዓንተወይ ሳብኮንሽስ ማይንድ ናትና ሲ ፕሮግራም ኢልና ነርና ምሽ ኩሉ ጠባያት ዘለና ኩሉ ዘለና ባህርያት ንኣብነት ሓደ ሓደ ግዜ ተስተውዕሉ ንዓይ ሓደ ካብቲ ዝኸበደ ነበረ ነገር እንታይ መስልኩም ወላ ምስ ፍልጠተይ ወላ ከለኒ ነገራት በቃ እሞ እንታይ ድዩ ከምዚ ኣነ እሞ እንታይ እሞ ቢካዝ ኣይ ግሮ ኣብ ላይክ ዳት ወይ ከምኡ ይዓብየ እታወላ ሓላፍነት እምበር ከምዚ ነገበራታ ዓብዪ ከምዚ ይበሃልኒ ወላ እናደለካ ይኸለካ እኳ ይከ ብከምዚ ፕሮግራም ከይና ምሽ ብዙሕ ፅቡቅ ኣሎ ናይ ስድራ ቤትና ግን ብዙሕ ፕሮግራም ዝኸናሉ ነገራት ኣሎ ጌጋ ፕሮግራምን ዝኸነሉ ማለት እዩ ቢሄቨርስ ናትና ኢሞሽናል ሪኣክሽን ሓዳር ግዜ ቁጥዓት ምሽ ቁጥዕ ሕጂ ብዙሕ ግዜ ብፍላይ ኣብ ኤርትራውያን ቁጥዓት ኢና ንበሃል ካብ ካልኦት ማሕበረሰብ ካልኦት ማሕበረሰብ ንደቆም ከመይ የዕብዎም ኣነ ኣይብይን ሱዳን ሱዳናውያን ፈልጦም እየ ሱዳናዊ ቆልዓ ዝሃርም የለን ቆልዓ ከም ንጉስ እዩ ዝኸብር ተረዲኩም ኣብ ሱዳን ቆልዓ ከም በቃ ከም ሓደ ዓብዪ ነገር እዩ ዝውሃ ዝሕሰብ ኣይህረምን ቆልዓ ቆልዓስ ኣይህረምን እዩ በቃ እንድሕር ኣመና ዘየቢሉ ማለት እዩ ወይ ንካም ኣባና ግን ፅቡቅ ኣሎ ሕማቅ ኣሎ ግን ብዘየገድስ ንህረም ኢና ምሽ ጎረቤት ከማን እዩ ዝሃርመካ ኣይኮነ እንታ ሽሙ ሕጂ ርእስኻ ተድንን ግድነት ኢኻ ትኸውን ማለት እዩ ዋላ ሕጂ ምስ ዓባኻ ኦልሬዲ ስቲል ሕጂ ስለ ዘይትፈልጥ ኣይኮንካን ከምኡ ንኸውን ዘለና ወይ ድማ ስለ ዘይንፈልጥ ኣይኮና ርእስና ኣድኒና ንኸይድ ዘለና እንታይ ደኣ እቲ ናይ ቀደም ፕሮግራም ዝኾናሉ ነገራት ስለ ዘሎ ማለት እዩ እቲ ቁጥዕ ንብሎ ተቆጢዕና ነውፅኦ ናትና ኣይኮነ ንሱ ኣንኮንሽስ ሃቢት ሓደ ሓደ ግዜ ዘይርዳእኩም ጠባያት ትገብዶ ዋእ ደምበረ ኣነየ ከምዚ ገይረ ንብለሉ ኣሎ በቃ ብዘይ ንቕሓት ከይሓሰብናሲ ኣውቶማቲካሊ ንገብሮ ነገራት ኣሎ ኣውቶማቲካሊ ንፍፅሞም ጌጋታት ኣለዉ ኣውቶማቲካሊ ፅቡቅ ይኹን ሕማቅ ይኹን ኣንኮንሽስ ዝኾኑ ሃቢታት ኣለውና ማለት እዩ እዚኦም ኩሎም እንታይ እዮም ዝተመልኡ ናባና እዮም ሃርድዌር ኣትትድ ኣለና ብሊቭ እምነታት ኣለና እምነት ኣብ ገንዘብ እምነት ኣብ ሪሌሽንሽፕ እምነት ኣብ ሰበይቲ እምነት ኣብ ዓወት እምነት ኣብ ገለመለ እምነት ኣብ ኣምላኽ ዘለና ብዘየገድስ ኣብ እምነት ዘለና ኣረዳድኣ ከመይ እዩ? እቲ ዝዓበናሉ ወይ ድማ እቲ መጀመርታ ዝሃነጹና ብኡ ተመሊእና ንኸይድ ኣለና ማለት እዩ። That's why ሕጂ ስቲል እንታይ ይበሃል ሓዳር ግዜ ትሰምዕሉ ቢዝነስ ክብ ወይ ክብ እያ ግብ ወይ ክብ እያ ብሉካ ብዙሕ ግዜ That's not right That's not right That's not right ኣብ ዓድና ጥራይ ስኸምኡ ዝሰርሕ ከምኡ ስለ ዝበልካ ኣብ ዓድኻ ኣብዚ ግብ ወይ ክብ ይብለካ ሕጂ ዳትስ ዋይ ገና ዝኾነ ቢዝነስ ክሓስብ ከሎ ግብ ወይ ክብል እዩ ዝኣቱ ዝኾነ ሰብ ማለት መብዛሕትኡ ሰብ ቢዝነስ ክብል ነጠቕን ኣለዎ ዶ የስ ቢዝነስ ሪስክ ኣለዎ ዶ የስ ቢዝነስ ተፃዋርነት ሓቱ ዶ የስ ቢዝነስ ብዙሕ ወረድ ደይባ ኣለዎ የስ ግን ክብ ወይ ክብ ወይ ግብ ግን ዝጠፍአ ሰብ ምለስ ድዩ ጠፍኡ ንሕር ኮይኑ ሓደ ዘይምለስ ነገር ኢኻ ጠፍኡ ትብሎ ሕጂ ደይ ኣታችድ እቲ ኣእምሮና ይፈልጥን ኢልና ኣለና ራይት እቲ ዘለና ሓሳባት ወይ ድማ እቲ ንብረት ክጠፍእ ከሎ ወይ ድማ ክትከስር ከለኻ መስቲ ነብስኻ ትሓስቦ ማለት እዩ ኣእምሮኻስ ከም ናቲንግ ትሓስባ እቲ ብገንዘብ ጥራይ ከምቲ ከይትሓስቦ ዳት ዋ ሕጂ ንሕር ዝክሩ ኮንኩም ኣብ በዓል ጁባ ዝነበሩ ኤርትራውያን ሲ ብዙሕ ቢዝነሳት ነይሩ ራይት ብዙሕ ቢዝነሳት ነይሩ ኩሎም ምስ መፁ ናብዚ ዓዲ ኩሉ እቲ ቢዝነስ ምስ ወደቐ ሽዑ እቲ ኢኮኖሚ ብሓፈሻ ናብዚ ዓዲ መፅኦም እንታይ እዮም ዝብሉ መብዛሕትኦም ገለገለ ንፉዓት እቲ ቢዝነስ ማይንድ ሴት ዝጸንሑ ቀልጢፎም ሪኣፕግሬድ ገይሮም ኣብዛ ዓዲ ሰትል ገይሮም እዮም ከም ዝበዝሑ ግን እንታይ እዮም ዝብሉ ዘለዉ ክሳብ ሕጂ ዋ ኣብ ጅዋ ዝነበረና ቢዝነስ ኣብ ከምዚ ዝነበረና ቢዝነስ ኣብ ከምዚ ዝነበረና ቢዝነስ ጥራይ እዮም ዝብሉ ዘለዉ ቢካዝ ኣብ ኣተሓስባ ኣይኮነ ተሃኒፁ ብከምዚ ትራዲሽናሊ በቃ ሰለ ዝተረኣየ ዱካን ትኸፍት ትዓቢ ጥራይ ነይሩ ማለት እዩ ኤንድ ሃው ምስ በለ ኩሉ ነገር ከዓ ጠፊኡ ማለት እዩ ስለዚ እቲ ብምሉኡ ኣብ ርእስና ዘሎ ሓሳባት ክሳብ ሎማዓንቲ ኩሉ ንፍጽሞም ነገራት ኩሎም ንገብሮም ነገራት እንታይ እዮም ተመሊኦም እዮም ማለት እዩ ኮንሽስ ክንከውን ንሕር ከይና ንቑሓት ክንከውን ንሕር ከይና ተስዓን ሓሙሽተን ካብ ሚእቲ ተመሊእና ኣለና ረእዎ ሓሙሽተ ሚእታዊ ጥራይና ንቑሓት ዘለና ኣብ ሰዓት እዚ ማለት እዩ እዚኦም ኩሎም ኣብዚ ንደልዮም ዘለና ኣሲሮምና ዘለዉ እንድሕር ናትና ኮይኖም ወይ ድማ ናብ መገዲ ዓወት ወዝና እንድሕር ኮይኖም good ጽቡቕ ግን እዚኦም ዘለዉና ሃቢታት ዘለና እምነት ዘለና ርእስ ተኣማንነት ናብ ዓወት ይወዝና ድዮም ወይ ድማ ናብቲ ንደልዮ ዘለና ይወዝና ድዮም ይወዝና እንድሕር ኮይኖም ጽቡቕ ንዕኦም ሞር ስራሕ ኣሎ ማለት እዩ እንድሕር ዘይወዝና ኮይኖም ናትና ከም ዘይምዃኖም ንረዳእ እዮም ሓሳባት እዮም በቃ ካይተረዳእና ብዘይ ፍልጠትና ኣትዮም ኣብ ርእስና ሰፊሮም ኣለዉ ፕሮግራም ገይሮም የንቀሳቕሱና ኣለዉ ሓሙሽተ ሚታዊት ሕጉስ ሓሙሽተ ሚታዊት ኮንሽስ ወይ ድማ ንቑሓት ኣለና ሕጂ ሓሙሽተ ሚታዊት ንቑሕ ኮንካ ንተስዓን ሓሙሽተን ዘይንቑሕ ክትዋግኦ ወይ ድማ ክትስዕሮ ምፍታን ማለት ከምዚ እንታይ ሞ ክብለኩም እየ ሓደ ህፃን ንእሽተ ቆልዓሲ ምስ ሓደ ዓቢ ሰብኣይ ክገጥም ማለት እዩ ድሕሪኡ ኣብዚ እንታይ ትብል ኣይወንቢ ፍሪ ኣይወንቢ ሄልዚ ንብል ኩሉ ግዜ ግን ኦረዲ መን ኣሲርና መቸ ኣብ ገዛኻ መፅኡ ዝኣሰረና ሰብ የለ ኣብ ገዛኻ መፅኡ ኢነዋት ካይትህብትም ድሕር በዚኣ ከድካ ሎማዓንቲ ሰራሕ ጀሚርካ ትእሰር ኢኻ ኢነዋት ስፖርት ካይትገብር ትእሰር ኢኻ ኢነዋት ከምዚኣ ንድሕር ጌርካ ቢዝነስ ንድሕር ከፊትካ መፅእ ለይቲ ከፍርስ እያ ዝበለና ሰብ የብልናን ሽጉጥ ኣልዒሉ ክሳርና ሲ እዚኣ ንሕራ ጌርኩም ከምዚኣ ክንገብረኩም እየ ዝብለና ሰብ ኣለና ድዩ የብልናን ራይት መን ድኣ እዩ ከምኡ ዝብለና ዘሎ ኣተሓስባና ወይ ድማ ኣእምሮና ኦረዲ ዲዛይን ስለ ዝኾነ ማለት እዩ ስለዚ ለትስ ቢ ኮንሽስ ካብ ሎማዓንቲ ማለት እዩ ዘሎ ሓሳባት ናትና ድዩ ኣይናትናን እዩ ዳትስ ዋይ ሕጂ ኩሉ ግዜ ጠርጣረታት ርስተኣማነት ዘይምህላው ገለ ነገራት ብምሎም ዝመፁ ካብዚኦም ዝጥንቆም ማለት እዩ ናትካ ኣይኮኑ ንሶም ኣንተ ይነግረኩም እየ ቋንቋ ናትና ኣይኮነ ክንመሃሮ ከም ዘለና ይነግሮምና ንመሃሮ ኣለና let's say እስከ ኣቦኻ ወይ ኣዴና ሲ ኣዝዩ ንፉዕ ሰብኣይ ፀንሕ ሸውዓተ ቋንቋ ክንመሃር ኣለና ሸውዓተ ቋንቋ ተተምህረና ነርኩ ሸውዓተ ቋንቋ ምኸኣልና ነርና ሕጂ እኮ ኣይኮነን ድዩ ራይት ስለዚ እቲ ዝተዋሃበና ወይ ድማ እቲ ዝተመልኣናዮ ንሱ ኢና ዘለና ክሳብ ሎማዓንቲ ማለት ስለዚ ካብ ሎማዓንቲ ንዑ ከነውርዶ ንድሕር ኮይና ቀዳማይ ዘድልየና እንታይ እዩ ኮንሽስ ንቑሓት ምዃን ብዛዕባ እቲ ሓሳባት ኩሉ ዝወ ዘሎ ቀስ ኢልና ሓደ ብሓደ እዚ ሓስብ ዘለኹስ ካበይ መፅኡ ስለምንታይ ከምዚ ኮይኑ ኢልና ክንሓትት ይግባኣና ማለት እዩ ኣስዋይ ሕጂ ሓድሽ ነገር ኣብ ክትጅምረሉ ከለካ ግዜ ኩሉ ግዜ እንታይ እዩ ቀዳማይ ዝመጻካ ፕሮግራም ስለ ዝኾንካ ወይ ግብ ወይ ክብ ክትከስር ኢኻ ክትጠፍእ ኢኻ ከተብል ኢኻ ካልእ ካልእ ነገራትን ሰለ ንበሃል ማለት እዩ ኩሉ ግዜ ቀዳማይ ኣብርሳ ክትመጽእ ጠፋእኹ እንት ጠፋእኹኸ እንት ኸሰርኩኸ እንት ሰኣንኩኸ እንተ ዘየበልኩኸ ከመይ ገደ ዝብል ቃል እኳ ኣይመጸካን እዩ እንተ ዘየበልኩኸ እንተ ዘይረኸብኩኸ ኩሉ እንተ ዘይ በቃ ኩሉ ነገቲቭ ጥራይ ዝመጻካ ሕጂ ዝኹሉ ዝመጻካ ከ ናትካ ድዩ ንሕልኩም ኖ ኣይኮነን ሓሳባት እዩ ጸኒሕና ክንርኤና ኣብ መዓልቲ እንታይ ዝብሉ ዞም ናይ ሳይኮሎጂስት ክሳብ ስሳ ሽሕ ሰብዓ ሽሕ ሓሳባት እዮም ትሓስብ ኣብ መዓልቲ ወይ ሓሳባት ይመፁኻ እዚኦም ኩሎም ናትና ድዮም ንሕልኩም ኖ ኣይናትናን እዮም ኩሎም ከም ቁኑዓት ድዮም ኣይኮኑን ስለዚ ኩሉ ግዜ ሓድሽ ነገር ክንጅምር ከለና ቀዳማይ ፃባኣና መን እዩ ካናዳ ይኮነ ኣሜሪካ ይኮነ መንግስቲ ይኮነ ታክሲ ይኮነ ገለ ይኮነ ገለ ይኮነ ገለ ይኮነ ገለ ወላ ሓደ ኣይኮነን ቀዳማይ ፃባኣና ኣተሓስባና እዩ ስለዚ ዱ ኣይ ሃቭ ደ ራይት ማይንድ ሰት ኣብ ዓወት ዘለኒ ረኣያ ከመይ እዩ ፅምኢ ኣለኒ ድዩ ድዛየር ኣለኒ ድዩ ገንዘብ እንታይ እዩ ንዓይ? እዚኦም ኩሎም ነገራት ክንሓታ ንገዛእ ርእስና ኮፍ ኢልና ጽቡቕ እዩ። ምክንያቱ ብጀካ ንስኻ እንታይ እምነት ከም ዘለካ ኣብ ውሽጥኻ ወላ ሓደ ሰብ ካልእ ዝፈልጥ ሰብ ሰለ ዘየሎ ማለት እዩ። ሓድሽ ነገር ምጅማር ወይ ሓድሽ ነገር ምባል ማለት ከኣ ዘይረኣኻዬ ነገር በቃ ዘይትፈልጦ ባሕሪ ከድካስ ሓምቢሰስ ኣብቲ ደገ ክወጽ እየ ምባል ማለት እዩ። You don't know እንታይ ከም ዘሎ እቲ ባሕሪ። ከምኡ ገር እዩ ዘርእየካ ኣእምሮኻ። And it is ከማን ከምኡ እዩ ማለት እዩ። ግን ቀዳማይ ዘድልየካ እንታይ እምነት የድልየካ ማለት እዩ ከምዚ ሓረስታይ መጀመርታ በቃ ጌና ማይ ከይሃረመ ከሎ ንዝሓረስ ማይ ክሃርም ኢሉ ይኣምን እምነት ይሓድር ስለዚ ዝኾነ ነገር ኣብ ንጅምረሉ ነገር ሓዳር ኣብ ንጅምር ድዩ እዚ ገለገለ ሰብ ፀናሕካ እዩ ሕረ ሓዳር ዘይገበርካ ምስ ዝብሎ እዋ ፈሪሕና እንዲና ምሽ ኣለካ እዋ ትሪኣ እንዳ ዘለካ እዚኣ ኩነታት ከምዚ ንብል ሰብ ኣሎ ዶ ቢዝነስ ኣይትኸፍት ኢልካ ጓ እሞ እያ ሕጂ እዚ እንታይ እዩ ኦልረዲ በቲ ዲዛይን ዝኾንካሉ በቲ ፍርሒ በቲ ገለመለ ኣዳፕት ጌርካዮ ንዑ በቃ ንዑ ጥራሕ ተኾምስዕ ማለት እዩ ኩሉ ተሓስቦ ሓሳብ ሓቂ ማለት ኣይኮነን መራፂ ሓሳብካ ክትከውን ክትክእል ኣለካ ሰው ኣብ መዓት እንታይ ኢልና ነርና ዓንተ ወይ ክሳብ ስሳ ሽሕ ሓሳባት ኣለዎ ኢልና ኣለና እዚኦም ስሳ ሽሕ ከ ቴስዓ ካብ ሚእቲ ዝደጋገሙ እዮም ናይ ትማሊ ናይ ወቕቲ ትማሊ እዮም ሕጂ ረዮ ሓደ ሰብ ንጎ ይትስኻብ ዓራቱ ኦኬ ንጎ ምስ ተስአ ተሲኡ ማይ ዓራቱ ኣውፅኦ የንፅፍ ወይ ገለመለ ተሲኡ ክዳን ቀይሩ ነብሲ ይሕፀብ ቁርሲ ይቆርስ ቁርሲ ቆሪፁ ሻሂ ሰቲ ሻሂ ሰቲ ስራሕ ይኸይድ ሽሙን ሰዓት ስራሕ ይሰርሕ ኣብታ ስራሕ ደሴም ቦስ ናይ ቀደም ፈልጦ ኣብኣ ውዒሉ መሊሱ ደሴም ሰባት ይረክብ ደሴም ምስኦም ይዕልል ውዕል ምስ ናይ ምሸት ናብ ጎየ ገዛ ይመፅእ ገዛ መፅኡ ሻሂ ሰትዩ ተሓፃፂቡ ተደሪሩ ገለመለ ቴሌቭዥን ርዩ ይድቅስ መልሲ the same thing ጽባሕ ከ ከማይ ዝገደግም ሓድሽ ሓሳባት ክእቱ ይክእልኒ ሓድሽ ሓሳባት ንድሕር ዘይተኸኸ ሓድሽ ርዛልት ክህልወካ ይክእልኒ the same 24 7 ኩሉ ግዜ ከም the same ኢኻ ትኸይድ ማለት እዩ 7 days a week 365 days ከም ኣኸ the same ሪዛልት ክህልወካ ማለት እዩ ስለዚ ቀዳማይ እቲ ዝሓስቦ ዘለና ሓሳባት ኩሉ ቅኑዕ ከም ዘይምዃኑ ክንሓስብ ኣለና። ኩሉ ዝመጻና ሓሳባት ናትና ማለት ኣይኮነን። ኣእምሮና ኢዝ ጀስት ራንደምሊ ትሚልምሉ መዓልቲ ራን ክገብር ዝውዕል ማሽን እዩ። ሶ ዘዝመጻና ንቢዝነስ ይኹን ንናብራና ይኹን ንኻሊእ ነገር ይኹን ክንጥንቀቐሉ ኣለና። ኦኬ እዚኣ ሓሳብ እዚኣ ተድልየኒ። ንምንታይ ኣብዚ ሲ ኩላትና ጀነራላይዝ ገና ንዛረብ ራይት ኦ ህዝብና እኮ ከምዚ ንብል ስለምንታይ እግደፏ ንብል ዘለና ቢካዝ ዝለመድናዮ እዩ ኦረዲ ከቢድ እዩ ክትገድፎ ብሓንቲ መዓልቲ ዝግደፍ ኣይኮነን ግን ኣካውንታቢሊቲ ዝሕዘካ ሰብ ግደፋ ግደፋ ግደፋ ኣርባዕተ ግዜ ሓሙሽተ ግዜ ሽዱሽተ ግዜ ንሕሪ ኢልካ ሸብዓይ ግዜ ኣይትደግማን ኢኻ ስለውሊ በት ግራጅዋሊ እናገደፍካ እናገደፍካ እናገደፍካ ትመፅእ ማለት ስለዚ ኩሉ ንሓስቦም ሓሳባት ናትና ማለት ኣይኮኑን ኣነ ኣብ ገንዘብ ዝነበረኒ ረኣያ ቅድሚ ሓሙሽተ ሽዱሽተ ዓመት ኣዝዩ ታሽሚ ነይሩ ኣብ ገንዘብ ጥራይ ዘይኮነሲ ኢቨን ኣብ መፅሓፍቲ ማለት እዩ ብፍላይ መፅሓፍቲ ናይ እንግሊሽ ፃዓዱ ሓጢኣተኛታቶም ፃዓዱ ከምዚኦም ፃዓዱ ከምዚኦም ገለ ከምኡ ዝብል ርድኢት ነይርኒ ኣይደኖ ካበይ የምፅኦ ሃብ ኖ ኣይድያ መን ይሰሪፃ መን ኣደይብለይ መፅሓፍ ከንብብ ከለኹ በቃ ሕጂ ዩኒቨርሲቲ ምሽ ይብሉ ንኣብነት ኣምላኽ ኣይብልና ኣብ ገለገለ መፅሓፍቲ ሕጂ በቃ ከጥፍኡኒ እዮም ከጥፍኡኒ እዮም ካብ ኣምላኽ ዋፁኒ ኣውፅኒ ዲፈንደር ከይነፃት በቃ because already እንታይ ተመሊኤ እየ መፅየ በቃ ፃዓዱ I don't know መን ኢኹም ኢልና I have no idea መን ከም ዝበለኒ ፃዓዱ ሓጥኛታት ፃዓዱ ከምዚኦም ኣምላኽ የብሎምን ገለ መለሰ ዳሕራይ በብቑሩብ ምስ ረኣኻሲ እቶም ሳክሰስፉል ዝረኣኻዮም ሰባት ወይ ድማ መፅሓፍቶም ሰንበብካስ ኣምላኽ ዘይብሉ ከማን የብሎምን ኣምላኽ ዘይብልሲ የብሎምን ኣነስ ምስ መፅሓፍ ቅዱስ ሓደ ካብቶም ዘተዓረቐንስ ጅምሮን እዩ ማለት ዋላ ዝኩሉ ኣንቢብዮ ከለኹ በቲ ብካሊ ርዲ ትርድኦ ስለ ዝነበርኩ ዳሕራይ ግን ሰብኣይ ብዝግባእ ንገር ምስ ረዳ እንታይ ግን ኦኬ ምሳይ ንርዳ ዝዳ ናበይ ዳ እሞ ብካሊእ ርድኦ ነይረ ማለት እዩ ስለዚ ዋላ ነቲ ዘለና እውን ሓደ ሓደ ግዜ ብግምጣል ገርና ንርድኦ እሞ እንታይ ንኾን ሽዑ ንዕንቀፅ ባዕልና ማለት እዩ ስለዚ መረፅቲ ሓሳብና ንኹን፣ እቲ ዝመፅእ ዘሎ ሓሳባት ኩሉ ግዜ ነድህበሉ፣ ነስተውዕለሉ፣ ኣተኩሮና ሂብና ንሓዞ and ክሳብ መዓስ ከ ክሳብ ብህይወት ዘለና ትነብር እንድሕር ኣለኻ ኮንካ ሓሳባትካ ትቋፀር ኢኻ። ዘይነብር ሰብ ሓሳባቱ ኣይቋፀርን እዩ፣ ንጎይ ትስእ፣ ይኸይድ፣ ይወፍር፣ ይምለስ፣ ይኸይድ፣ ይምለስ፣ ይኣቱ፣ ይመል በቃ ከላ እዛ ዓዲ ከምዚ እንድዩ፣ ሓጎስ የለን፣ ገለ መለ ገለ፣ ሓደ መዓልቲ ክሕጎስ እየ፣ ሓደ መዓልቲ ሎቶሪ ክረክብ እየ ገለ ኢሉ ይኸይድ ማለት እዩ። ስለዚ ካብ ከምዚ ወጺእና ንቑሓት ዝኾንና መታን ክንከውን ብዝተኻእለና ኩሉ ሓሳባት ናትና ከም ዘይኮኑ ኩሉ ዝጠቕመና ከም ዘይኮነ እቶም ዝጠቕሙና ሓሳባት ውሑዳት እዮም ክንመርጾም ጥራይ ዘለና ማለት እዩ choose your thought ማለት እዩ ትመዘለ ሓሳብ እዚኣ ንዓይ ተድልየኒ እዚኣ ንዓይ ተድልየኒ እያ ምርጫ ኣለና ማለት እዩ ምኽንያቱ ሓሳባትና መስቲ ክንከዶ እንደሊ ዘለና ቦታ ርክባት ኣለዎ ንስኻ ንሕር ኩሉ ግዜ ኣንጻር ናይ ገንዘብ ንሕር ትሓስብ ኮንካ ገንዘብ ክትረክብ ዘለ ተኽእሎ ኣዝዩ ፀቢብ እዩ ሓቀይ እስኻ ድሌት ናይ ስራሕ ሓሳባትካ ኩሉ ግዜ ከምዚ ክገብር እየ ክዓቢ እየ ሰርቭ ክገብር እየ ዝደሊ በዚ ክዓቢ ክእል እየ እንድሕር ትብል ኮይንካ ግን ኩሉ ግዜ እንታይ ሓሳባት ኩሉ ግዜ ይቕጀልካ ቀዳማይ ዳንኤል እንታይ ኢልና ነይሩ ክንድዚ ሽሕ ክገብር እየ ወይ ድማ ክንድዚ ከገልግል እየ ሰባት ምስ በልኩሲ ሙሉ ለይቲ ኣእምሮይ እንታይ ይብለና ነይሩ? ንመን እየ ክፅውዕ ዘለኒ ንመን እየ ክፅሕፍ ዘለኒ ኣስማት ሰባት ሙሉ ለይቲ እንታይ ይገብር ይብል ነይሩ የምፃለይ ነይሩ ይብለና ነይሩ ልክዕ ደሰይ ማለት እዩ ዝደለናዮ ሓሳብ እንሕራ ሂብናዮ ኣእምሮና ንዕኡ ጀነሬት ገይሩ ማልቲፕላይ ገይሩ ዘምፃልና ማለት እዩ ስለዚ ኣእምሮና ከም ግራት ክሳብ ዝኾነ ዝደለናዮ ክንዘርኣሉ ንኽእል ኢና ተደሊና ስምስም ተደሊና ስርናይ ተደሊና ጣፍ ክንዘርኣሉ ንኽእል ኢና እንተዘይ ዘራእናሉ እውን እስቲል የብቁል እዩ ዘብቁሎ ግን ጻሃያ እዩ ዘብቁል ማለት እዩ ሕጂ ኩሎም ንሓስቦም ሓሳባት ክንጥንቀቐሎም ኣለና ወዲ ሰብ እኳ ካብ ክሳዱ ንላዕሊ ሰብ መርካ እውን ናሕታሕቲ እኳ ጀስ ባዲ እኳ ወላ ሓንቲ እኳ የብልናን ራይት ኩሉ ተንቀሳቐሰና ሲ ካብዚኣ ንላዕሊ ዘላ እያ ስለዚ ዊ ሃቭ ቱ ቢ ኬርፉል ኣብዚኣ ነገራ እዚኣ ማለት እዩ እዚ ከይኒ ግን ኩሉ ግዜ ብሓሳባትና እንታይ ክንከውንና ክንተሓዝ ኢና ማለት እዩ ካልእ ፕሮዳክቲቪቲ ፕሮዳክቲቪቲ ሓደ ሓሳባት ኢና ኣለና እቲ ካልኣይ ከ ፕሮዳክቲቪቲ ኣብ ፕሮዳክቲቪቲ ክመፅእ ከሎ ሓደ ዘገርም ታሽሙ ኣሎ ኣብ ዓለም ዘሎ ሲ ሰማንያን ሓሙሽተን ካብ ሚእቲ ናይ ፐርሰንተጅ ናይ ዓለምና ሲ ኣኻውሕ ጎቦታት ገለገለ እዩ ዝጠቅም ነገር ዘይኮነን ብዙሕ ዝጠቅመና ነገር ኣይኮነ ኦሸን ገለመለ የድልየና እንዲ ግን ኣዝዩ ኣብ ሂወትና ሲ ፍሉይ ነገር ኣይኮነን ዓሰርተ ሚእታዊት ናይ ዓለምና ብምሉኡ ከተማታት እየን ከተማ ከኣ ኩሉ ግዜ እንታይ ኮንስም እዩ ዝገብር የህልኽ እዩ ሓቀይ የህልኽ እዩ ኤሌክትሪክ ኢነርጂ ገለመለ ትኪ ካርቦን ዳይኦክሳይድ ኩሉ ግዜ ዝስንድወልና ማለት እዩ ኦንሊ 5 ፐርሰንት ጥራይ እዮም እቲ ሪሶርስ ዘለና ኣብ ዓለም the same thing ኣብ ሰብ ክመፁ ከሎ ከምኡ እዩ ኣብ ዓዲ እሞ ተመርሱ ሓንሳብ ናብ ዓዲ ተመርሱ ኣብ ከባቢኹም ዝነበርስ ነቲ ከባቢ ብምልኣስ ሓደ ሰብ በዓል ድኳን እዩ ኩላ ዘቕልባ ነይሩ ራይት ሓደ በዓል ድኳን ወይ ክልተ ሰለስተ ኣብ ሓደ ዓዲ ብፍላይ ንኣሽቱ ዓዲ እንድሕር ከይድስ ክልተ ሰባት እዮም በቃ ለይትን መዓልቲ ሰሪሖም ነቲ ዓዲ ብምልኣ እንታይ ገብርዋ ነይሮም ቀረብ የቕርቡላ እዚኦም ሕጂ ከም ፋይቭ ፐርሰን እዮም ረእዮም ሰማንያ ሓሙሽተ ካብ ሚእቲ they don't know what they are doing ንጎ ይወፍር ንምሸት ይምለስ ወላ ሓንቲ ንክሓስብ ግዜ የብሉን ስለዚ ንክሓስብ ግዜ ስለ ዘይብሉ በቲ ዘዝመፆ ይኸይድ በቲ ዘዝመፆ ከዓ ውፅኢታዊ ይኸውን ማለት እዩ ስለዚ ኣብ ሂወቱ ሓጎስ ይኹን ገለ ይኹን ነገር ይኹን ካይረኣየ ናብራ ይነብር ማለት እዩ። ስለዚ ንሕና ከኣ ኣብ ክንዲ እቲኦም ሰማንያ ሓሙሽተ ሚእታዊት ንኸውን ከመይ ጌርና ናብቶም ሓሙሽተ ሚእታዊት ንመጽእ? ቀዳመይቲ እንታይ ኢልና ክንሓስብ ኣለና። ሓሳባትና ክንቅይር ኣለና። ኣተሓስባና ክልወጥ ክኽእል ኣለዎ። ንሓሳባትናስ ክንቋጸሮ ክንክእል ኣለና። ከነማምዮ ክንክእል ኣለና። እዚ ናተይ ድዩ? እዚ የድልየኒ ድዩ? ኣየድልየንን እዩ። ኩሉ ዘዝመጸ ስሳ ሽሕ ሓሳባትሲ ኩሉ ናተይ ኢልካ ንክትቕበሎ ኮንካ ዋው ኢትስ ክሬዚ ስለዚ ሰማንያ ሓሙሽተ ሚታዊት እንድሕር ጎቦታት ከይኑ ዓሰርተ ሚታዊት ከተማ እንድሕር ከይኑ ሓሙሽተ ሚታዊት ጥራይ እዩ እቲ ረብሓ ዘለዎ ኣብዚኣ ምድሪ ኣብ ደቂ ሰባት ከኣ ልክዕ ከምኡ ሰማንያ ሓሙሽተ ሚታዊት ንስለ ናብራ ይነብሩ ዓሰርተ ሚታዊት ካይንድ ኦፍ ሓሙሽተ ሚታዊት ጥራይ እዮም እትዮም ዝነብሩ ማለት እዩ ፕሮዳክቲቪቲ ወይ ድማ ፍርያምነት ዘለዎም እትዮም ሓሙሽተ ፐርሰንት ሕጂ ሕማቓት እዮም ኣኹምኩም ዝብል ዘለኹም በትዮም ሓሙሽተ ፐርሰንት ውፅኢት ብኡ እያ እቲ ዓለም ምሉእ ኣራን ትገብር ዘላ እትዮም ሓሙሽተ ፐርሰንት ንብምሉኡ ህዝቢ እንታይ ገብርዎ ይቕልብዎ ኣለዉ ማለት እዩ የገልግልዎም ማለት እዩ ብካልእ ኣዘራርባ ስለዚ ንሕና ካበይና ክንከውን ንደሊ ካብቶም ኣህለኽትስ ዋላ ካብቶም ኣገልገልቲ ኣህለኽቲ ክንከውን ንደሊ ዲና ኣይንደልና ምሽ ስለዚ ካብቶም ኣህለኽቲ ክንከውን ንድሕር ዘይደልና ክልተ ነገር ከድልየና እዩ ቀዳማይ ንዘድልዩና ነገር ለይትን መዓልትን ክንፅዕረሎም ክንክእል ኣለና ኣክሽን ክንወስድ ክንክእል ኣለና ለይትን መዓልትን ንሓንቲ መፅሓፍ እንድሕር በቃ በታ ንኽእላ እንድሕር ዓሰርተ ኮይንካ ትኽእል ኖ ፕሮብሎም ጀስት ዓሰርተ ፔጅ ኣንብብ ዕስራ እንድሕር ትኽእል ኮይንካ ዕስራ ፐርስ ዕስራ መፅሓፍቲ ዕስራ ገፅ ኣንብብ ክልተ መፅሓፍ እንድሕር ኣብ መዓልቲ ትውልድ ትኽእል ኮይንካ ክልተ መፅሓፍቲ ኣንብብ ሶ እቲ ዘ ማክሲማም እንድሕር ከይድና እቲ ናትና ዓቕሚ ከዓ እንታይ ይኸውን እዩ እናተመጠጠ እናወሰኸ ከይድ ይኽእል ማለት እዩ ምክንያቱ ከምቲኦም ኣገልገልቲ ንድሕር ዘይኮይና ከምቲኦም ሓሙሽተ ፐርሰንት ንድሕር ዘይኮይና ናፅነትና ክንእውጅ ኣይንኽእል ሓርነት ክንእውጅ ኣይንኽእል ፓስፖርት ስለ ዘለና ኣብዚ ካናዳ ወይ ኣሜሪካ ሓርነት ኣለና ማለት ኣይኮነን ገንዘብ ተዘይብልካ ሰላም ናይ ኣእምሮ እንተዘይብልካ ቅሳነት እንተዘይብልካ ከምኡ እውን ፋይናንሻል ፍሪደም እንተዘይብልካ ኮይኑ ሲ ናበይ ክትገይሽ ትኽእል ኤቭሪቲንግስ ኮስት ማኒ ራይት ስለዚ ዊጋረቢ ብዝተኻእለና ናቶም ሓሙሽተ ፐርሰንት ኣገልገልቲ ክንመፅእ ክንክእል ኣለና ማለት እዩ ሩል ኦፍ ኤይዲ ትወኒ ሓንቲ ካብተን ዝፈትዋ እያ ሶ ቀደም ወዲ ሰብ ብምሉእ እንታይ እናበር ነይሩ ዳርጋ ህዝቢ ዓለም ብምሉእ ሲ ሓረስታይ ነይሩ ሞርዛን ሰማንያ ፐርሰንት ኣብ ዓለም ሓረስታይ ነይሩ እቲም ኩሎም ሓረስቶ ሰማንያ ሚታት ሓሪሶም ንዓለም ሙሉእ እዮም ይምግቡ ነቶም ዕስራ ሚታዊት ንዕኦምን ነቶም ዕስራ ሚታዊትን ይቕሉ ይምግቡ ነይሮም ወይ ድማ ቀረባት የዳልው ነይሮም ዓለም እናተራቐቐት ምስ ከደት ግን ሕጂ ኣይ ቲንክ ሓሙሽተ ፐርሰንት ድዮም ገሊኦም ሓረስቶት ናይ ዓለምና ኢቭን ከማን ለስ ዳን ካን ክንሆማ ንዓለም ብምልኣ ግን እንታይ ይገብሩ ኣለዉ መግቢ ይቕርቡላ ኣለዉ እንታይ እዮም ገይሮም ንሕልኩምኒ ኣብ ማሕረሳ ቀደም ብኣድጊ ብብዕራይ ዝነበረ ኩሉ ነገር እንታይ ከይኑ ዲቨሎፕ ከይኑ ማለት እዩ ሕጂ ንሕና ኸ ማሕረሻና ዘለና ፍራዛ ድዩ ዘለና ትራክተር ዝነበረት ኣብ ኣተሓስባና ንቕይሮ ኣለና ዲና ዲቨሎፕድ ንገብሮ ኣለና ዲና ዲቨሎፕድ ንድሕር ጌርናያ ናብቲ ሓሙሽተ ፐርሰንት ክንመፅእ ንኽእል ኣተሓስባና ኣረኣእያና ዘለና ኣብ ሂወት ነገራት ኩሉ ነገራት ማለት እዩ ኣር ዊ ፖዘቲቭ ኢናፍ? ስለዚ እቲ ዕስራ ሚእታዊት ኣተኩሮ ሂብካ ኣብተን ዕስራ ሚእታዊት እንድሕር ሰሪሕኻ ነቲ ሰማንያ ሚእታዊት ሂወትካ እንታይ እዩ ዝገብሮ ራን እዩ ዝገብሮ ተስተውዕሉ ሓደ ሓደ ግዜ ናይ ሙሉእ ብፍላይ ቢዝነስ ናትኩም ድሕር ኣለኩም ኮይኑ ሳምታይምስ ናይ ሙሉእ ስራሕኩም ወይ ድማ ናይ ሙሉእ ሰሙንኩም ስራሕ ኣብ ሰለስተ ሰዓት ኣርባዕ ሰዓት ትውድዎ ክላ ሕጂ ስበላ ብካ ገዛ ከይደ ትብልወሉ ምሽ ከምኡ የጋጥመኩምና ወይ ድማ ከምዚ ናይ ገዛ ናይ ገዛ ስራሕ በላ ንበሎ ንኣብነት ምሕጻብ ድዩ መግቢ ምስራሕ ድዩ ዋላ ዝኾነ ነገር ይኹን ሓደ ሓደ ግዜስ ስልጥ ስልጥ ኢልካ ኣዲምካ ወዲ ኣቢልካስ ዋይ እንታይ ዋነይ ሰሊጠ ናይ ሙሉእ ዕዮኻሲ ዳርጋ ኣብ ሓፂር ግዜ ትውድኣሉ ግዜ ኣሎ ቀዳምነትካ እንድሕር ፈሊጥካ እሞ ከዓ ኣበ እንድሕር ኣተኪርካ ሰሪሕካ እተን ዕስራ ሚእታዊት እየን ነቲ ሰማንያ ሚእታዊት ናብራኻ ካቨር ዝገብራልካ ስለዚ what is your ዕስራ ፐርሰንት ናትካ ኣየኖት ዕስራ ፐርሰንት እንድሕር ጌርካ ኢኻ ንኹሉ ነገር ተብል እንድሕር ናብ ሰባት ምድዋል ኮይኑ እንድሕር ዓማዊልካ ምብፃሕ ኮይኑ ወይ እንድሕር ትራክተራ እዚ ንኣብነት ሓሙሽተ ሽዱሽተ ትራክ እንድሕር ኣለካ ኮይኑ ነዚኦም ሓሙሽተ ሰባት ንዕኦም ደዊልካ ቸክ ጌርካ እንታይ ገይሮም ኣብይ በፂሖም ኣለዉ ምባል እንድሕር ኮይኑ ነቲ ሓደ ዓሰርተ ደቂ ደዊልካ ናብቲ ሓደ ሽዑ ሰዓት ክትድውል ትኽእል ኢኻ ናብቲ ሓደ ማለት እዩ ናብ ካልእ ዓርክኻ ፌስቡክ ትኣቱ ትኽእል ኢኻ ድሕሪታ ሰዓት ብገለገለ ትሓልፍ ኦኬ ደሓን ወዲ ኣለኹ ሓንቲ ሰዓት ምስ ሓደ ከድካ ኣለኻ ድሕሪ ሜስካ ናብቲ ሓደ ትኸይድ ሜስካ ዓሰርተ ሓሙሽተ ደቂ ትድውለሉ ድሕሪ ሜስካ ዳ ሰዓት ፍርቂ ሰዓት ቲክቶክ ኣተኹ ገለ መልክ ትብል ድሕሪ ሜስካ ሰዓት ትውድእ ከማ ናበር ሰዓት ሸሞንተ ትኸይድ ዋት ኢፍ ንጎት ሲ ኢልካ ፊርማ ወረቐት ሒዝካ ኦኬ ንኹስቶ እዚኣን እዚኣን እዚኣን ክሓቶ እየ እዚኣን እዚኣን ክብሎ እየ እዚኣን እዚኣን እዚኣን ክምልሰለይ ክጽበ እየ እዚኣን እዚኣን ከዓ ኖት ክወስድ እየ ሄይ ከምዚኣ ከምዚኣ ከምዚኣ ከምዚኣ ኢልካ ሕትት ኣቢልካ ውድእ ኣቢልካ ኣባ ከለካ ዳይረክት ናብቲ ሓንቲ ንሕር ክድ ናብቲ ሓደ ንሕር ዘቢልካ ንሓሙሽኦም ሲ ኖርማል ኣብ ውሽጢ ሰዓት ክትድውለሎም ትኽእል ኢኻ ኣደ ሴም ታይም ከዓ እቲ ሰማንያ ሚእታዊት ኣጥፊእኻ ዕስራ ሚእታዊት ክትረክብ ትኽእል ኢኻ ስለዚ ብዝተኻእለና ኩሉ ሓይልና ኣብተን ዕስራ ሚእታዊት ነገራትና እንድሕር ኣተኪርና ሰሪሕና እተን ዕስራ ሚእታዊት ነቲ ሰማንያ ነገራት ናትና ጀነሬት ክገብራልና እየን ባት ኣንፎርቹነትሊ ዝበዝሐ ሰብ ሰማንያ ሚእታዊት ግዜኡ ዘጥፍኦ ነተን ዕስራ ሚእታዊት ንክረክብ ኣብ ክንዲ ዕስራ ሚእታዊት ኣጥፊኡ ሰማንያ ሚእታዊት ዝረክብ ማለት እዩ ስለዚ ሩል ኦፍ ፕሪንስፕል ኤዲ ትንቲ ወይ ድማ ሩል ኤቲ ትንቲ ኣዝያ ኣገዳሲት እያ እንታይ ዳ ክንገብር ዘለና ንሕና ንጎ ተስኢና ኦኬ ዋደስ ቀዳምነት ናተይ ንዓይሴ ሎማዓንቲ ዝደለኸዎ ነገር ከውህባኒ ዝኽእላ ነገር እንታይ እየን ኢልና ንድሕሪ ሓቲትና እተን ዕስራ ሚታዊት ንድሕሪ ኣበን ኣተኲርና ሰሪሕና ብዝተኸኣሎ እተን ዕስራ ሚታዊት እንታይ ክገብራ ኣለና እየን ንብምሉኡ ነቲ ሃፒነስ ናትና ከምፃልና እየን ትዌንቲ ፐርሰንት ኣክቲቪቲ ዊል ብሪንግ ኤይቲ ፐርሰንት ሃፒነስ ሳክሰስ ይኹን ሃፒነስ ዋት ኤቨር ኣብ ሂወትካ ክኸውን ይኽእል ኣብ ሓዳርካ ክኸውን ይኽእል ብዘየገድስ ማለት እዩ ራይት ስለዚ እንድሕር ዓሰርተ ሰዓት ኣላትና ኸይና ኣብ መዓልቲ ካብ ሸሞንተ ሰዓት ክንዕልል ምስ በዓልቲ ቤትና ድዩ ኣብ ስራሕና ድገለ ተን ክልተ ሰዓት እሞ ግን ተን ክልተ ሰዓት ግን ብኣተክሮ ሙሉእ ግዜና ሂብና ብውሕሉል ኣገባብ እንድሕር ኢንቨስት ገርናየን ሰማንያ ሚታት ከምፅኣልና ኸለየን ስለዚ ኣብተን ዕስራ ሚእታዊት ነገልግለለን ወይ ድማ ኣብተን ዕስራ ሚእታዊት ምናልባት እንድሕር let's say ተቖፂርካ እንድሕር ትሰርሕ ኣለኻ እንካ ወይ ድማ let's say ናብታ ካምፓኒ ሸሞንተ ሰዓት እንድሕር ትሰርሕ ኣለና ኮይና ኦኬ ፅቡቕ ኖ ፕሮብሎም እተን ሸሞንተ ሰዓት ከም ሰማንያ ፐርሰንት ገርና ንውሰደን ድሕሪ ገዛ ምስ መፃና ክልተ ሰዓት ንሃበን እንታይ ዘድልየና ዘሎ መፅሓፍ ምንባብ ድዩ እንግሊሽ ድዩ ዋት ኢዝ ኢት እንታይ ላይክ ንዓናኻ ንዓኻ ዘድልየካ ዘሎ እቲ ዕስራ ፐርሰንት ናይ ኩሉ ሰብ ነናቱ በበይኑ ክኸውን ይኽእል እዩ እቲ ኣይደንቲፋይ ምግባር ኣገዳሲ እዩ ማለት እዩ ስለዚ እንታይ እየን ዘድልያና ዘለዋ ብልክዕ እንድሕር ፈሊጥናያን ኣብአን እንድሕር ፉሊ ኢንጌጅ ጌርና ሙሉእ ሙሉእ ነብስና ኣእምሮና ኣተሓስባና ባዲና ብሙሉእ እንድሕር ኣብአን ኢንቨስት ጌርናዮም እተን ዕስራ ሚታዊት እንታይ ገብረልና እየን ኣነ ብለኩም ኣለኹ ሳምታይምስ ቪድዮ ኤዲት ክገብር ኢለ ምሸምፃ ኣብዚኣ ንእሸ ጥውቃ ይገድፋ ንእሸ ጥውቃ ይገድፋ ይገድፋ ክልተ መዓልቲ ትገብር እንታይ ገብር ሽዑ ኦከይ ኦከይ ሩል 2018 ረስዐያ እንዲ እብል ኣብ ቴሌፎነይ ገለመለ ኩላ ቦርሳይ ኣብታ ማኪና ገዲፈ ይመፅእ ሓንቲ ነገር ኣይማላኒ ምፅ ኢለ ብሊቭ ኦር ነት ዝብለኩም ዘለኹ ሃፍ ኣን ኣዋር እቲ ኣብ ቪድዮ ኤዲት ገይረ ይውዳእ ሃፍ ኣን ኣዋር እንታይ ስለ ዝገበርኩ ቅድሚ ሕጂ ሓደ መዓልቲ ሙሉ ወሲዳት ለይ ትሕልኩምኒ ሙሉእ ሓይለ ይሃብክዋን እጅስ በቃ ጊዘ ኣለኒ ኢለ ትም ኢለ ሰማንያ ሚታዊት በቃ ትም ኢለ ብታይ ይኸይድ ዕግሽግሽ ዕግሽግሽ ኢለ ይሕልፎ ነይረ ማለት እዩ ስለዚ እቲያ ተድልየካ ነገር ፈልጥካ ንዓኣ ዳን ንክትከውን ዘድልያ ነገራት እንድሕር ለሚድካያ እቲያ ሩልስ እዚኣ እዩ ዝኸውን ይኽእል እዩ ሕጂ ምናልባት ሰማንያ ዕስራ ደይ ክኸውን ይኽእል እዩ ምናልባት ቴስዓ ዓሰርተ ክኸውን ይኽእል እዩ ምናልባት ሰብዓ ሰላሳ ክኸውን ይኽእል እዩ ግን እቲ ሓፈሻዊ ዝነገርኩም ዘለኹ እቲ ፕሪንስፕል ግን ክንርድኦ ኣብተን ውሑዳት ግዜን ብግቡእ እንድሕር ዓይና፣ ብኣተኩሮ እንድሕር ሰሪሕና፣ ኣድህቦና እንድሕር ሂብናዮ፣ ንሰኔን ሰማንያ ሚእታት ሪዛልት ተምጽኣልና። ኣር ዊ ግድ? ኣይ ኖው ናይ ሎማዓንቲ ትምህርቲ ቁሩብ ሳይለንት እያ ራይት? a little bit silent it's about mine right ስለዚ ብዝተኻኣለና ካብ ሎም መዓንቲ ለርስ ቲንክ ብዛዕባ ኣተሓስባና ቸንጅ ንግበር ንሱ ንሕር ተቐይሩ ኣብ ገንዘብ ዘለና ረኣያ ንሕር ተቐይሩ ዝክሮ ንሕር ክንኩም መጀመርታ ግዜ እንታይ ኢልኩም ነረ ፕርስፔክቲቭ ናትካ እዩ ኣብቲ ዘድልየካ ዘብፅሓካ እንድሕር ጌጋ ፕርስፔክቲቭ ኣብ ሓደ ነገር ኣለካ ኣብ ገንዘብ ንኣብነት ንድሕር ክላ ገንዘብ ሓጢኣት ኢልካ ንድሕር ትኣምን ኮይንካ ብውሽጥኻ ማለት እዩ ብኣፍካ ትደልየኻ ትርእዮ ስለ ዘለኻ እንድሕር ብውሽጥኻ ዘይስዒርካዮ እቲ ሓሳብ እቲ ኩሉ ግዜ ኦብጀክቲቭ ኦብጀክሽን ኢኻ ተምፅእ እሞ ከምዚ ተኾንኩኸ ከምዚ ተኾንኩኸ ኢኻ ትብል ማለት እዩ ካብ ከምኡ ሽዑ ክድሕን ድሕር ኮይንካ ብምሉእ ልብኻ ቀዳማይ ትሓስቦ ዘለኻ ሓሳብ እቲ ሰሪሕኻሉ ዘለኻ ኣሰራርሓ እዚ ሎማዓንቲ ፕሮዳክቲቭ ክንኮነሉ ዘለና ማለት እዩ ስለዚ እትኦም ኩሎም ዕውታት ዝበሃሉ ሰባት ሶፋር ካብ ዘንበብክዎ ካብ ዝረኣኽዎ ባዕለይ እንታይ ዝፈልዮም ንሕልክኒ ኢትስ ኢዚ ቱ ጃምፕ ኣራውንድ ቀሊል እዩ ንኣብነት ኣብ ቲክቶክ ኬድካ ኣብ ዩቱብ ኬድካ ሰባት ከተብል ገለመለ እዚ ከምዚ ርእይቶኻ ክትህብ ነቲ ሓደ ክትፀርፍ ነቲ ሓደ ክትንእድ ነቲ ሸር ክትገብር ገለመለ ገለ ቀሊል እዩ ሰማንያ ኣየድልየካን እዩ ብዙሕ ሓይሊ ይድልየካ ኤነርጂ ኣይድልየካን እዩ ምልካ ይክን ስፐንድ ዩር ታይም ብዘይ ዝኾነ ሽግር ባዕልኻ ኣውፅኢኻ ግን ቪድዮ ሰሪሕኻ ኤዲት ገርካ ኣውፅኢኻ ሸር ኢልካ ንሰባት ክትምህር ወይ ድማ ክትሕግዝ ምባል ግን እንታይ ይሓትት እዚ ብዙሕ ዲስፕሊን ይሓትት ማለት እዩ ስለዚ ኣብቲ ዲስፕሊን ኣብቲ ካልእ ነገራት ዘይሓትት ነገራት ንድሕር ኣተኪርና ወይ ድማ ኣብቲ ኣህለኽቲ ጥራይ ንድሕር ክንከውን ፅዒርና ኩሉ ግዜ እንታይ እዩ ኣህላኺ ኩሉ ግዜ እንታይ እዩ ሓላፍነት ኣይወስድን እዩ ዶን ኬር ሓላፍነት ዝበሃል የለን ሓላፍነት ንድሕር ዘየሎ ከዓ እንታይ የለን ማቹሪቲ የለን ወይ ድማ ዕብየት የለን ኣብ ኣተሓስባ ማለት እዩ ስለዚ ሌትስ ቴክ ሓላፍነት ሎማዓንቲ ኣብ ኣተሓስባና ዘለና ኤንድ ሌትስ ቴክስ ኣክሽን ኣይንርስዐን ክልተ ነገር ቲንክ ኤንድ ኣክሽን ማለት ኣክት ማለት እዩ እዜን ክልተ ነገራት እየን ዘድልያና ነዜን ክልተኤን እንድሕር ተሓስባናን ከምኡ ከዓ እንድሕር ኣክሽን ወሲድናሉ እቲ ኩሉ ንዛረቦ ብሕጂ ዝመፅእ ነቲ ናይ ቢዝነስ ነቲ ናይ ኮሚኒኬሽን ነቲ ናይ ሶሻል ሚድያ ነቲ ካሊእ ካሊእ ዝመፅእ ነገራት እዩ ዝኸውን እዩ ማለት እዩ ግን ዊ ሃቭ ቱ ቸንጅ ዞስ ቱ ቲንግ ማለት እዩ ቀዳማይ ዊ ጋደ ቢ ሬዲ ሬዲ ሬዲ ሬዲ ማለት ነቲ ቀዳምነት ዝውሃቦ 20 ፐርሰንት ፎካስ ገርና ክንህቦ ዝበዝሕ ሰብ ሪኢኹም ኣለኹም ኮሌጅ ክመሃር ክኸይድ ከሎ ኮሌጅ ተማሂሩ ሓደ ነገር ይውድእ ወዲኡ እንተ ንዓበይቲ ድዩ እንተ ገለ ድዩ እንተ መካኒክ ድዩ ገለ ይውድእ ኣዩ ሃፒ ንሕድርካዮ ኢቨን ባንክ ዝሰርሕ ሰብ ማለት እዩ ኖ ኣይዶን ማይንድ ገለ ይብለካ ማለት እዩ ሕጉስ ከም ዘይኮነ ይነግረካ ክንደይ ወርሒ ከፊልካ ንኮሌጅ ንድሕር ከይድካ ንሕልካዮ ክንደይ ዓመት ተማሂሩ ዓመት ክልተ ዓመት ሸሞንተ ወርሒ ትሽዓተ ወርሒ ከባቢ ዝመሃር ኦኬ ቆቢዕ ይለብሳ ቆቢዕ ለብሱ ይመፅእ ድሕሪኦት ስራሕ ኣይፈትዎን እዩ ሕጂ ቢዝነስ ንዓጀምር ንሕልካዮ ክልተ ሰዓት በምንም ተኣምር ክኸፍል ኣይክእልን እዩ ክልተ ሰዓት ክልተ ሰዓት ክኸፍል ኣይክእልን እዩ ኣብቲ ኮ ሸሞንተ ሰዓት ዝኸፍል ነይሩ ኮ ጃሕራር ግዜ ዘየ ዝበልኩም ሳምታይምስ ዩ ቢካም ቢዚ ፎር ናቲንግ ማለት እዩ መን ኢልካ ከ የድልየካ ድኢልካ ንሕር ከ ኖ ብዙሓት ሰባት ዝፈልጦ ማለት እዩ ገሊኦም ደንት ዝወድኡ ገሊኦም ናይ ዓበይቲ ገሊኦም ናይ ነርስ ኣስቲያንት ገለ ዝወድኡ ዝገደፍዎ ሰባት ኣለዉ መን ኢልካ ካብ መጀመርታ ጀምሮ ንሕልካ ኖ የድሊ ኢሎሞ ኣብዚ ዓዲ ሞያ ፅቡቕ ኢሎሞ ኣብዚ ዓዲ ሕጂ ኣንተ ወየነታ እንታይ ነሩ ራእኻ ካይረኸብካስ ምድቃስ የለን ይብል ነይሩ ስለዚ ብዝተኸኣለካ እቲ ቅድሚ ምውሳንካ ዝኾነ ነገራት ሕስብ ኣቢልካ ሓሲብካ ሽዑ የድልየኒ ምስ በልካዮ ብምሉእ ሓይልኻ ኣክትገብር ማለት እዩ ናይ ሎማዓንቲ ትምህርቲ ኣብዚኣ ክንውዳእ ኢና ዝኾነ ሕቶ እንድሕር ኣሎ we can go ናብ ሕቶን መልስን ማለት እዩ።